ናይ ዳጊ ቅሌት ማለት እዩ ናይ ዳጊ ቅሌት ረእይዎ ሙሉእ ቪድዮ ረእይዎ ማለት እዩ ባዕልኹም ድማ ያው ዝመስለኩም ነገር ክትናገሩ ኢኹም ወይ ድማ ዝስማዕኩም ስምዒት ፊል ክትገብሩ ኢኹም ማለት እዩ ሰላም ሰላም ከመይ ውዒልኩም ኣነ ሰላም እየ እግዚኣብሔር ይመስገን ከምቲ ኣነ ሰላም ዘለኹም ና ዘለኹም ኣኮርናት ዓለም ሰላም ክትኮኑ በዓልቲ ሙሉ ተስፋ እየ ማለት እዩ ከምቲ ኩሉ ግዜ ድማ ሓድሽ ስለሆንኩም ሰብስክራይብ ምግባር ኣይትረስዑ ኹም ሰብስክራይብ ትገብሩለይ ኩላትኩም ድማ ቴንኪዩ ኩለኩም ይደሊ ብልቢ ማለት እዩ ብልቢ

ደርጋ መብዛሕትኡ ግዜ ምሒር ተቕርቦ ሰብ ወይ ድማ ምሒር ትፈትዎ ሰብ እንድሕር ደኣ ኮይንካ ያው ኣካል ናይቲ ስድራ እዩ፣ ኣካል ቤተሰብካ እዩ፣ ኣካል ናይቲ ገዛ ናይቲ ቤት እዩ ማለት እዩ እና ብሕማቕ ነገር ኣይተብሎን ኢኻ፣ ብሕማቕ ነገር ኣይትጥርጥሮን ኢኻ ማለት እዩ እና ብከምኡ ስለዝኾነ ድማ ብጣዕሚ ኢኻ ተኽብሮ ብጣዕሚ ኢኻ ተፍቅሮ ያው ክፍቀርም ክኽበርም ኣለዎ ኢለ ኢለ ሓስብ ማለት እዩ ብፍላይ ኣብ ብዙሕ ኣብ ሂወትካ ትሰርሖም ስራሕትታት ትገብሮም ነገራት ትውዕሎም ውዕሎታት መብዛሕትኡ ግዜ ምሳኻ ወይ ድማ ምስ ባዕልኻ እንድሕር ኮይኑ ኣካል እቲ ቤተሰብ ስለዝኾነ ያው ዝኾነ ነገር ሲ ሼር ይኾነለ ምሳኻ ማለት እዩ ስለዚ ከምኡ ዓይነት ኣተሓሳስባ ልትሓስብ ከምዚ ምሳኻ ልዓበየ ወይ ድማ ምሳኻ ልሉ ሰብ ጌርካ ስለትሓስቦ ብዙሕ ያን ያህል ዝሽፈን ነገራት ኣይትርእዮምን ኢኻ እና ኢፍሬም እና ህያብ ድማ ያው ይበኣሱ ኣለዉ ብዙሕ ዘየስማዕምዕ ነገራት እኒኦሎም ማለት እዩ ብፍላይ መቐለ ነይሮም ወይ ድማ ኣብ ናይ ንኣሌክስ መርዓ ነይሮም ምስ ተመለሱ ብዙሓት ክፍተታት ይፍጠሩ ኣለዉ ዘይምስምዕማዕ እኒኦ ያው ኣብ ማእኸል ሰብ ደይኮንናይ ንፋቐር ኢና ካብኡ ብኡ ልክዕ ከዓ ንበኣስ ኢና ንተዓረቕ ከዓ ያው ሕድገት ከም ዘሎ ኮይኑ በኣስም ኣሎ ይቅርታ ምስ ከም ዘሎ ኮይኑ ፍቕርም ኣሎ ስለዚ እዝታት ነናይ ባዕሉ ነተወሃሃደ ናይ ባዕሉ መቐረት እናፈጠረ እቲ ፍቕሪ ንክዓቢ ምናምን ሊገብርዎ እዮም ማለት እዩና ሓድሓደ ግዜ ከምዚ ዓይነት ክፍተታት ክፍጠር ከሎ ነንጨብጭብ ኢና ብሓቂ በእውነት ማለት እዩ ነንጨብጭብ ኢና ደድሕሪኦም እንዳኸድና ምናምን ገለ ወይ ድማ ንተዓኡ ነሽቃብጠሉ ኢና ወይ ድማ ንዓኣ ነሽቃብጠላ ኢና ኣሽዒቱ ናህና ምርሳን ናትና እንታይ ኢሉ በሃል ሪኦም ድማ ያው ንሳቶም ሕማቕ ዝኾነ ስጉምቲ ንክወስዱ ብጣዕሚ ዓብዪ ዝኾነ ኣስተዋፅኦ ኣለዎ ማለት እዩና ህያብ ድማ እዚ ጉዳይ እዚ ብጣዕሚ እያ ተንፀባርቆ ዘላ ጋይስ ብጣዕሚ ማለት እዩ ዳግም ካብዚ ዝሓለፈ ካብዚ ዝዘለለ እንታይ ክገብር ኢልካ ትፅበ ዋላ ሓንቲ እዩ እና ብጣዕሚ ኢፍሬም ከምዚ ባትሲ ብጣዕሚ ለቕርቦ ኢፍሬም ማለት እዩ ጋይስና ንህያብ ከምዚ ዓይነት ሪከር ክሰደላ ከምዚ ዓይነት ነገራት ሕሹኽ ክብላ ኢሉ ብሱ ፍፁም ሓሲቦ ይፈልጥ እና እቲ ሪከር ኣነ ምስ ሰማዕኽዎ ብጣዕሚ እየ ሓዚነ ብጣዕሚ እየ ተናዲደ ማለት እዩ ንምንታይ ሲ ከምኡ ዓይነት ሪካርድ ንፍቅረኛ ለለዋ ያው ሰብኣይ ሰበይቲ ንብሎም በዚ ሎሚ ግዜ መቸም ትርእዎም ኣለኹም እንድሕር ገዛ እንድሕር ፈርሽካ ኮንካ እንድሕር ናይ ክልቴኻ ገዛ ቆጲምካ ኮንካሲ ያው ሰብኣይ ሰበይቲ ኢኻ ማለት እዩ እና ቅድሚ መርዓ ከምኡ ዓይነት ስታይል መጥን እየ ሕጂ ጋይስ ይሰማዕኹም ትሰምዑ ማለት እዩ ፅቡቅ ድዮ ይኾነ ፅቡቅ መሲሉ ኣይስምዕኒ ኣነ ግን ከምኡ ዓይነት እንታይ ንመፅኡ እኒኤና ዳጊ ድማኒ ከምዚ ዓይነት ሪከርድ ኣብ ቴሌግራም ይሰድዱላ ኣብ ቴሌግራም ምሰደደላ ድማ ያው ንሳ ይርኣየት እምበይ ምናት ክድምስሶ ትነብር ክድምስሶ ትነብር እያ ኣጋጣሚ ኮይኑ ግን ኢፊ ይርእዎ ምስ ረኣዮ ብጣዕሚ እዩ ሰንቢዱ ብጣዕሚ ለልቡ ተሰይሩ ማለት እሲ እሱም ከምኡ ኢሉ ክገብር ሓሲቦ ይፈልጥ ንሳም ከምኡ ዓይነት ርክብ ምስኡ ክህልዋ ሓሲቦ ይፈልጥ ማለት እዩና ምናልባት ተተባኢሶም ኢልካ ትኸዶ ርሕቐት ምናልባት መጽንዒኦም ለ ክኸውን ይኽእል እዩ። ምግጫው ምስሕሓብ ዘሎ እዩ፣ ለጋጥም እዩ፣ ልነበረ እዩ፣ ልነበረን ለሎን ልቕጽል እዩ ማለት እዩ። ምናልባት ናይቲ ግጭትና ልዩነት ኣፈላላይ ምዕባይ ምንኣስ ክህልዎ ይኽእል እዩ። ናይ ሕድገት ልብና ናይ ቅርታ ልቢ እሞ ብዙሕ ነገራት ትኸስዎም ብዙሕ ነገራት ኣብኡ ኣብቲ ሰብ ንሱ ሂወትካ ዝተተሓሓዘ እንተኾይኑ ግን እንዶ ፍትሕ ዳርጋ መፍትሕ ለይኮነሉ ግዜም ክመፅ እዩ ማለት እዩ እና ድማ ምፍልላይ ምክንያቱ እቲ ዝነበረ ነገራት እቲ ዝነበረ ሕድገት ፍቕሪ ሓልዮት ምናምናት ኣመዚኑ ወሲዱ ያው ብይቅርታ ዝሕለፉ ነገራት ክህልው ይኽእሉ እዮም ግን ከም ኣብቲ ሶሻል ሚድያ ልፋለጥዎ ከምቲ ኣብቲ ሶሻል ሚድያ ልፋቐርዎ ድማ ያው ትክበኣሱ ከሎም ሓደ ሓደ ግዜ ሸር ክገብሩ ይኽእሉ እዮም ማለት እዩ እና ዳጊ ድማ ያው ንዕኡ ንኣመሰልት ከመይ ዝኣመሰለ ሸገ ሽኮሪና ቆልዓ ሒዙ ከይመፅእ ናብ ኢፍዩ ልቡ ዝኸደለ ማለት እዩ ሓደ ትግራወይቲ ምስቲ ምዃና ካልኣይ ድማ ያው ዘለዎም ርክብ ብጣዕሚ እዮም ዝቀራረቡ ብጣዕሚ እዮም ልግባብኡ ገለና ብኡ ኣንፃር ይመስለኒ ዳግለ ክደፍር ዝወሰነ ማለት እዩ ጓል ላሕመና ካብ ትኸደስ ባዕለይ ክጠልላ ዝዓይነቱ እና ያው ፅቡቅ እዩ ትግራዋይ ኮይኑ ንሱ ንሳም ትግራወይቲ ኮይና ባይዘወይ ወሎ ለስ ኣለዋ እዩ ማለት እና ንሱ ትግራዋይ ኮይኑ ንሳም ትግራወይቲ ኮይና ብሓንሳዕ ኮይኖም ህይወቶም ሓዳሮም ኣብ ትግራይ ክኾን ይኽእል ኣብ ዝተፈላለየ ካልእ ዓለም ንዕኦም ኣብ ደስ ዝበሎ ክቕመጡ ይኽእሉ እዮም። ምክንያቱ ናሃቶም ምርጫ እዩ ማለት እዩ ግን ድሒሩ እዩ መፂኡ፣ ድሒሩ እዩ ተፋሊጥዎም፣ ድሒሩ እዩ ረኺብዋ። ስለዚ እቲ ቀዲሙ ዝፈለጠና እቲ ቀዲሙ ዝረኸባ ድማ ያው ናቱ ህይወት ድሙ ድማ ናቱ መኻይዲ መሳልይቲ ትኾነላ ማለት እዩ እና ስለዚ ንዓኣ ስለለፍቀርካያ ወይ ንዓኣ ስለልፈተኻያ ንዓኣ ተወስዳ ኢኻ ወይ ድማ ምሳኻ ሓዳር ትገብር እያ ማለት ኣይኮነን። ፍቅሪ ሓደ ግዜ እዩ ንሳ ድማ ንዕኡ ኣፍቂራ ያው ሙሱ ኣላ ኣብ ጎኑ ኣላ ያው ደጊም ዝገበርዎ ዓመታት ቀሊል ኣይኮነን ብፍላይ ድማ ድሕሪ ካሜራ ብዙሕ ዓመታት እዮም ገይሮም ትዝክሩ ተኮይንኩም ዝኾነ ግዜ ዓርከለ ትካለ ተባሂሉ ክፅዋዕ ከሎ ከም ዘለቶ ብጣዕሚ ፈቃር የዋህ ስነ ስርዓት ለለዋ ብቡዙሕ ነገር ፈቲኑ ለሕለፋ ከም ዝኾነ ተናጊሩ ነይሩ እና ቅድሚ ናብ ሚድያ ምውፃኣ ህያብ ቅድሚ ድሕሪ ካሜራሲ ብዙሕ ግዜታት ከም ዘሕለፈ ብሓደ እዩ ተናጊሩ እና ሓደ ሓደ ሰባት ሕጂ ንዩቱብ ኢሉ ለምፀኣ ኣብ ዩቱብ ዝተራኸቡ ኣብ ጥቕሚ ዝተራኸቡ ብድሕሪኡ ድማ ያው ጠጥቕሞም ደስ ኢልዎም ፅቡቅ ኮይኑ ብሓንቲ ዓሊ ቀፅሉ ምናምን መሲሉ ዝስምዐና ሰባት ኣለና እና ትክክል ኣይኮነን እቲ ሓቂ ቅድሚ ቪድዮ ምጅማሩ ኢፍሬም ከም ዓይነት ከም ዝነበረ ቆልዑ ያው ኩልና ስለ ንዝክሮ ኣሽዒቱ ንሳም ፅቡቕቲ እንሄ ከይበለት ከይ እሱ ከምዚ እንድዩ ከይበለት ኣበራት ከይውፀት ብሓንቲ ሳዕ ፀኒሖም እዮም ማለት ኢና ዳጊ እስታት ነገራት ኣብ ግምት ከእትዎ ኢሉ ግብኦ ከምዚ ዓይነት ብልግና ዝኾነ ቃላት ማለት እዚ ይቅርታ ንቃሉ ከምዚ ዓይነት ቃላት ናብ በዓልቲ ሓዳር ወይ ድማ በዓልቲ ፍቅረኛ ክልእኽ ኣይነበሮን ጌጋ እዩ እቲ ልእኽ ልግብኦ ናብታ ከምኡ ልኣመሰለት ናብታ ከምኡ ልኾነት ጓል ኣንስተይቲ ልኢኹ ብኽብሪ ብፍቕሪ ክናገራ ይኽእል እዩ። ካብኡ ሓሊፉ ግን ዓርኪ የለኒ ሰብኣይ የለኒ ትብል ቆልዓ ምረት ሕጂ ተባኢሶም ክፍተት ተፈጢሩ ክኸውን ይኽእል እንድዩ ግን ከምኡ ዓይነት ነገራት ክሰድድ ወይ ድማ ከምኡ ዓይነት ነገራት ሰዲዱ ሳፖርት ክገብራ ጥቡቕ ኣይኮነይ ማለት እዩ እና ስለዚ ዳግለ ልቢ ክገብር እኒኦ ወይ ኢለ ልሓስብ ህያብለ ልቢ ክትገብር እኒኦ ልሓስብ እቲ እዩ ናይ ፍቕሪ ናይ ይቅርታ ወይ ድማ ናይ እሱም ይቅርታ ወይ ድማ ናይ ይቅርታ ናይ ምቕባል ባህሪ ክህልዎ ኣለዎ ወይ ኢለ ልሓስብ እና ስለዚ ብዙታት ነገራት ኮይኑ ለይስተኻኸል ኣብ ጥቡቕ ነገር ለይውዕል የለን ኩሉ ነገር ስቴፕ ባይ ስቴፕ ይስተኻኸል እዩ ማለት እና ስለ ዝበለ ሰብ ዘይኮነ ስለ ዝተገበረ እዩ እቲ ጉዳይ ዝኸውን ማለት እና ስለዚ ኩላና ብዝተኻእለና መጠን ክንጥንቀቕ እኒና ናብ ሰብ ሓዳር ክኸውን ይኽእል ናብ ብዙሕ ነገራት ንሰዶም ጥቕታ ኢልበሃል ጥቕስታት ክኸውን ይኽእል ሪከርድታት ክኸውን ይኽእል ፅሑፋት ዋት ኤቨር ማለት እዩ እና ስለዚ ክንጥንቀቕ እኒኤና ኢለ እየ ዝሓስብ ኩላትኩም ማለት እዩ ናይ ሎም ሓንቲ ቪድዮ ድማ እዚኣ ትመስል ነይራ ያው ሓድሽ ስለኾንኩም ሰብስክራይብ ገር ኣይትረስዕ ኢኹም ላይክ ምግባር ኣይትረስዕ ኢኹም ሽኮሪናታት ተስተናይ ንዓኹም